ተሸላሚት ሓፍትና ጓል ሃገረ ትግራይ ናይ ሰለስተ ሚእቲ ካርድ ኮይና ኣላ ማለት እዩ። ሰላምታ ይረሳሕኩን መሳኹም ዘለኹ ኣቢ ቻናል እየ ከመይ ቀኒኹም? ናይ መበል ሻድሻይ መንፈሳዊ ሕቶታትና ዝነበረ መልሲ ኢና ሒዝናልኩም መፂና ዘለና ዝተሳተፉ የሕዋትና መይሪ ጓል ወጀራት፣ ራህየል ዩቱብ፣ ዛይድ ዩቱብ፣ ልሳን ዩቱብ ኣልጉየ ዩቱብ ማቲ ጸጉየ ዝሕልክን ደቅነይ ንኩለትክን ብዝተካእለክን ጽዒርክን ኢክን ብሓቂ በተለይ በቅ ደኺሙና ከይበልክን ከምዚ ዳርጋ ደፍተር ሙሉእ እውን ዘይኣክሎ ስእልክን ኣስፍሕ ኣቢልክን ኣጽሓፍክን ትዕላ ኣለክን በእውነት ጸጉየ ዝሕልክን ማቲ ደቅነይ በእውነት መንፈሳዊ ቅነ በቃ ተቀና ከምዚ ገለ ገሌና ኩልና ዋላ ናፈለጥናዮስ በቃ ሸለል ኢልና ንሓልፍ ማለት እዩ መንፈሳዊ ግን ንማንም ማንም ለይኮነስ ባዕልካ ተሳቲፍካ ንቲ ሰብ ከኣ ከምዚ ንክተበራትዕ ኢካ ትገብር እና ጸጉ የብዘሐልክን ንኩላትክን እና ብምቅጻል ጓል ሃገረ ትግራይ እየ ኣይደኖ ከይቃድሐት እንድሕር መሊሳትን ብጣዕሚ ንፍዕቲ ቆልዓ እየ ማለት እዩ ዋላ ሓንቲ የገደፈትይ በእውነት ተደኒቀ እና ጸጉ የብዘሐልኪ ጓልነይ እና ቅኑዕ መልሲ ካብ ቃለይ ከም ዝወላ ጎልዶፍዶፍ ናበልኩ ክጋገለ ስለ ንኽእል ፒን ገይረያ ኣለኹ ንጓል ሃገረ ትግራይ በቃ ኣለዋ ከንተን ቁንዓት መልሲ ማለት እዩ ኣቲኽን ኣብቲ ሕቶይ መልሲ ኣቲኽን ረብዮ ፒን ገይረያ ኣለኹ ማለት እዩ እና ብምቕፃል ዝበለስክን ኣሕዋተይ ተኺኢለይ ወይ መጨረሻ ገልፀክን እያ ከዚ ግን ፍጥን ፍጥን ኢለ ናብ ሕቶይ መልሲ ከእትወክን እየ ማለት እዩ ክንምልሰን ማለት እየ ሰዓት ከይሕዘኩም ቀዳማይ ሕቶናት ኣይ ዝብል ነይሩ ጎይታና ድሕሪ ትንሳኤ ዝተዛረቦም ቃላት ኣርባዕተ ጥቐስ ንዝብል ቀዳማይ ቀዳማይ ንዝኣመነን ዝተጠመቐን ክድሕን እዩ ካልኣይ ከይረኣዩ ዝኣመኑ ብፁዓን እዮም ሳልሳይ ንቢጥሮስ ንደቂ መዛምርተይ ናብ ገሊላ ክቕድመኩም እዮ በሎም ንመን በላ ንማርያም መግደላዊት ማለት እዩ እታ ታሪኽ እንድሕር ተዓዚብክና ሳልሳይ ራብዓይ ናይ መጨረሻ ጓል ሃገረ ትግራይ እየ ታይ እኽልክያ ቶማስ ቶማስ ንስኻ ብምርኣይ ኢኻ ትኣምን ትኣምን ዘለኻ በሎ እታ ቅንዕቲ መልሲ ግን ታይ ኢልዎም መስልኪ ታሚሎንጓ ንሱ ደማ ኣንቱም ብነብያት ዝተዛረብዎ ኩሉ ንምእማን ንምእማን ዝደንጎዩ ዓያሹ ኢኹም በሎም ንመን ንልቋስና ንቄሌጳ እዚኣ ከ ተታሪኽ እንድሕር ተሪኣትክን ናብ ምንታይ ሃገርና እዚኸ ዝሮዝሮስ ጎይታና ከምዚ ክልቲኦም ናተዛረብስ ጎይታስ ተንስኡ እንታይ ኢሉምና ናበለሲ ኣብ መንጎኦም ንኣተዎም ጎይታ ማለት እንድሕር ታሪኽ ተረዲኣትክን ማለት ኢና ንመን ኢልዎም ንልቋስና ንቀሌጳ ማለት እዩ ብምቕጻል መበል ካልኣይ ሕቶና ማለት እዩ መበል ካልኣይ ሕቶና ጎይታና መድሃና ኢየሱስ ክርስቶስ ንምንታይ ኣብ ሳልሳይ መዓልቲ ተንስኡ ኣብ ካልኣይ መዓልቲ ክትንስእ ዘይከኣለ ምኽንያት ኣርባዕተ ጥቐስ ንዝብል ንቃሉ እሙን ንምዃን ንምርግጋጽ ካልኣይ ትንቢት ንምፍጻም፣ ሳልሳይ ሓቀኛ ሞቱ ንምርግጋጽ፣ ራብዓይ ልምዲ ኣይሁድ ስልጣን ሞት ንምስዓር። መበል ሳልሳይ ሕቶኹም። ኣብ መቓብር ጎይታና ክሳብ ሐዚ ብዙሓት ተኣምራት ዘደንቕ ነገራት ኣለዉ። ታይ እዮም ንሳቶም ከ ቐዳማይ ሕሙማን ይፍወሱ፣ ካልኣይ መቓብር ባዶ ምዃኑ፣ ሳልሳይ ካብ ሰማይ ብርሃናዊ ሓዊ ይወርደሎም ምዃኑ፣ ራብዓይ ንዘመናት ብተኣምራት መንገዲ ጸኒዑ ምጽንሑ ብዓውደ ኹናት ብፍግረ መሬት ዘይተተንከኣ ተመራመርቲ ዘገረመ እዩ። ናይ መን ናይ ጎይታና መቃብር ዝተፈላለዩ ዋላ ኣብዚ ምድረ ዋላ ውግእ ዝተፈላለዩ ናበጽሐ ኣብ ናይ ጎይታና መቃብር ግን ምንም ዝተገበረ የለይ እቶም ተመራመርቲ ደማ ይድነቁ ይብለና ኣሎ ማለት እዩ መበል ራብዓይ ሕቶኹም፣ ኣብ ግዜ ትንሳኤ ዝተፈጸሙ ተኣምራት ኣርባዕተ ጥቐስ። ኣብ ግዜ ትንሳኤ ዝተፈጸሙ ተኣምራት ኣርባዕተ ጥቐስ ንዝብል ከኣ፣ ብገዛእ ስልጣኑ ካብ ሞት ተንሲኡ፣ ካልኣይ ነፍሳት ካብ ሲኦል ናብ ገነት ግዒዞም፣ ሳልሳይ ምንቅጥቃጥ ማርየት፣ ራብዓይ መቓብር ከይከፈተ ጎይታ ምትንስኡ። መበል ሓምሻይ ሕቶኹም ናይ መንፈስ ቁዱስ ትርጉም ኣርባዕተ ጥቐስ ንዝሉ ከኣ ቀዳማይ መንጽሂ ካልኣይ መራጋግኢ ራብዓይ ሳልሳይ መስተንክር ራብዓይ መናዘዚ መፈስ መሐጎሲ መፈስሂ ኢሎምዎ ኣለዉ ማለት እዩ። ናይ መጨረሻ ሕቶኹም ናይ መጨረሻ ሕቶ ድሕሪ ሞት ትንሳኤ ከም ዘሎ ብምንታይ ነረጋግጽ ብመሰረት መጽሓፍ ቅዱስ ኣርባዕተ ጥቐስ ንዝብልካ ቀዳማይ ነብሳት ቀዳማይ ነብስና ዘይትመውት ምዃና ካልኣይ ትንሳኤ ክርስቶስ ናይ ጎይታና ማለት እዩ ሳልሳይ ምምላስ ሙሴን ኢልያስን ራብዓይ ከምቲ እኽሊ ሞይቱ ዝቦቐል ዝወቅል ወዲ ሰብ ውን ሞይቱ ይትንስእ እዚኤን ይመስላ እተን መልስና ማለት ዩ ፀግኡ ኣብዘሐልኩም ንኹላትኩም ዘይተረደኣክን ካብ ቃለይ ዋላ ነጉደልክዎ ስለ ንህሊ ኣብ ኣብታ ፒን ገይረያ ዘለኹ ናይ ጓል ሃገረ ትግራይ ኣቲኽን ትመልሲ ረኣዮኦ ዘመርቲ ኣሕዋትና ድማ መን መን እዮም መስልኩን ኩላትክን ዳርጋ ሰብ ኣቢልክን ኢኽን መሊስክን ኢኽን ንቶም ዘመርትናስ ሞኪርክኖም ኢኹን ሓየኒት ዩቱበይ ታይታይ ኣኸራይኪ ረኸይብኪ ቁጽሪ ክልተ ትንቢት ንምፍጻም ቁጽሪ ሰለስተ ድማ ምንቅጥቃጥ ምድሪ ራሃይል ዩቱበይ ኣብ ዘመርቲ ተሳቲፍኪ ጸጉ የብዝሐልኪ ሓደ ሓደ ጥራይ ጠፊኡኩም ኣሎ ማለት እዩ ኣልጉየኻ ጸጉ የብዝሐልኪ ዘመርትለ ሞኪርኪ ኢኺ መስለኒ ምውታት ተንስኡ ከኣይልከለኻ ኣልጉየ ማለት እዩ ካብኡ ልሳን ዩቱብ ወይ ከዓ ምውታን ተንስኡ ኩልኽን ዳርጋ ዘ ምውታን ተንስኡ ኩልኽን ረኺብክና ኣብ ዘመርቲ ከዓ ተሳቲፍክ ማለት እዩ መይሪ ጓሎ ጀራተይ ከዓ ምውታን ተንስኡ እዚኣ ከዓ ረኺብክ እያ ስኺ ከዓ ማለት እዩ ጓል ሃገረ ትግራይ እዚኦም ረኺብኩ እዮም ምን ይኽን ረስዕኹን ረስዕኹን ከይህል እየ ኣብ ወረቀት ስለ ንፅሓፍኩና ፀጉ የብዝሐልክን ንኩላትክን ማለት እዩ ተክኢለ እቶም መዝሙር እቶም ዘመርቲ ክዝምሮም ክፍትን እዮም እሞ ናተረድእክን ክኸውን ተስፋ ይገብር ተክኢለ ክዝምረ ዋላ ተረከርድ እንትን ከየብዝሖልኩም ሕፅር ሕፅር ኣቢለ ማለት እዩ ብምቕፃል ቤተሰብና ናብ መዝሙር ናብቶም ዘመርቲ ኣሕዋትና ከብለክን እቲ ኣንት ላኒርክን ንሓተትክናኒ ሊንኮም ምፅና ናቶም ዘመርቲ ዋላ ቸርች ጌርና ምምፃእ ኣዊና ኢልክኒ ነርካኒተይ እንትን ኽገብር ኣና ኩሎም ኣምጺና እኳ ዋላ ፒን ክንጎሮም ኣጸጋሚ እንድዩ ጊን እቶም ንዘመርቶም ዘመርቶም ክዝምረልክን እየ ስሞም ንሓስ ግን እቲ ዋላ እቲ መዝሙር ስሞም ንሓስ ዋላ ዘማሪ ዘይከለ ናልክን ቸርች ናገርክን ሰሚዕኽን ሳስክራይብ ንክትጎሩ ኣሎም ተሓዋወሮኦም ማለት እንቶም ዘመርቲ ኣሕዋትና ቀዳማይ መዝሙር ናት ኣይንብል ነይሩ እቶም ዘመርቲ ዋላ ጓል ሃገረ ትግራይ ኩሎም ረኺብክዮም ማለት እዩ እሺ ቀዳማይት ኣይ ነይሩ

ናይ ሓጢኣት ከውሊ ዘማሪ ዲያቆን ኩሮም መሓሪ ሓውና ማለት እዩ ጸገኡ የብዝሐሎም ንዘመርቲ ኣሕዋትና እቲ ዝዮም ጸለና ኸ እቶም ዘመርትና ሲዝምር ለው እቶም መዝሙሮም ከ ንሰምዖ ደለና ንፈልጦም ደኸ ብምባል እዩ ኣቲና ከዓ ንስማዕ በቃ እቲ መዝሙር ዝዝምርዎ ኣሉ ኣሕዋትና ንስምዖዮ ንስምዖዮ ማለት እዩና ብምቕጻል ብእውነት ገልጸክን ኣይኽእል ኣትን ትሳተፋት በተለይ ካብኡ ከዓ እንታይ ኣክንትላ ነርክን ኣሕዋቲ ከምዚ እቲ ሕቶ ምርዳኣዊ ይኩን ይመስለክን ፀሓፍና ነርክን ኣብ ደፍተር ስነ ፀሓፍ ክወ ቸርች ሸርለ የበልክልክን ደቂ እነና ኣብ ቀጻሊ ኩላትክን ክትሳተፍ ብዙሓት ኣለኽን በቃ ክትሳተፋ ትደልያ ግን ትሕቶታት ከምዚ ብዙሕ ብበዝሒ ስርሓ ይኸውን ይመስለኒ እንትንትገብሮ ይጽግመክንና ሕዚ ግን ክፅሕፈልክን ክፍትን እየ ማለት ደቅኒና ጓል ሃገረ ትግራይ በእውነት ታያ ጥራይ ጉላ ላይክ ክትተሓባበርዋ ነርኩም ማለት ላይክ እታ ሽልማት እያ ነይራ ሓምሳ ላይክ ዝበፅሐ እዩ ዝብል ነይሩ ግን የተረዳት ታላ ክትከውን ትኽእል ዋላ ደቂ ኣምሓራ ሸር ኢላ ላይክ ክተምልኣ ነይራ ኣይፍለጥ እምበይ ሕቶታት በቃ ደፊናተን ኣብ ናይ ቁፅሪ ሓደ መበል ራብዒት ጥራይ ኣላትኩም ቤት ዘመርቲ ረኺባቶም ኣብ ሕቶታት ረኺባቶም ብጣዕሚ እየ ባይዘይ ብውሽጢ መፅኒ ማለት እዩ ጓል ሃገረ ትግራይ እይ እና ንኩላትክን ኣስፍሕ ሕብልክን ትምልስ ኣለኽን በእውነት ምናድያ ሃኒት ዩቱብ በላ ዛይድ ዩቱብ ማለት እዩ በእውነት ኩላትክን ንፉዓት ክን ትሳተፋ ኢኽን በተለይ ከዓ ግዜ ክን ስወ ኣቢልክን ኣስፍሕ ኣቢልክን ትብልሳ ዘለኽን ወላት ብደገ ነሎ ሰብኣት እዩ ዋላ ሰኑም ብወኻኻትክን ብዙሕ እንትን የብል ይመሃር እዩ በእውነት በቃ ለይፈልጦ ንበረ እና ክትምልሳ ከለኽን ተኽኢልክን በቃ ጸባ ጸብሱ ኢልክንሳ ስፍሕ ኣቢልክን በእውነት ከምዚ ኣለና ከምዚ ከማይ በቃ ትሕዝ ኣቢልና ወላ ናፈለጥናዮሲ ንፈልጦ ኢና ኒና ንጸንሕ እሞ ኣሰር መሰደሩ ለይንፈልጦ በቃ ይጠፈእና እና ከምዚ ኣሕዋትና ጸጉ ዘብዝሐልክና ስፍሕ ኣቢልክን ክትምልሳ ኣለክን ካባካትክን ከ ብዙሕ ተማ ናተማሃርና ኢና ማለተይ እምበይ ከምዚ ከምዚ ከማይ ኣነ ካብ ጸጉ ነብዝሐሎም ኣሕዋትና እትሕቶታት ነምጸልክን ኣለኩ እምበይ ይፈልጥ እየ ማለት ኣይኮነይ ኣሕዋተይ ክትሕዙኒ ዘለኩም እና